ኣብ ሰላሳን ሽዱሽተን ክሳብ ሰላሳን ሸውዓተን ደሎ ሰሙን GBS ግሩፕ ቢ ስትረፕቶኮክስ ድበሃል ናይ ኣብቲ ጥቓ ርሕሚ ናይ ኣዋልድ ድወስድዎ ስዋብ ኣሎ ስለምንታይ ከምኡ ንገብር ስለምንታይ ከ ኣንቲባዮቲክስ ሓንሳብ ሓንሳብ ክትሓርሰ ከለኽን ክትወስዳ ኣለክን ንብለክን ሎማዓንቲ ብዛዕባ ክዛረበ ከመይ ውዒልኩም ኣሕዋተይ ትምህርትና ንቐፅል ግሩፒ ስትረፕቶኮክስ ድበሃል ኖርማል ባክቴርያ ኣብ ነብስና ድርከብ እዩ ሕጂ ብምሉእ ነብስና ፍሎራ ድበሃል ኣለዎ ኣብ ነብስና ድርከብ ባክቴርያ ኣብቲ ጥቃ ርሕሚ ከዓ ኣለው ባክቴርያታት ሕጂ ዝበዝሕ ግዜ ብሽንቲ መርመራ ክትገብራ ከለኽን እሱ ኢና ንርኢ ከመይ ኣሎ ዝኾነ ኢንፌክሽን ከይህልወክን ዝኾነ ፀገም ከይህሉ ብኸምኡ ኢና ናይ ሽንቲ መርመራ ንገብር ሓንሳብ ሓንሳብ ከዓ እዚ ስዋብ ድበሃል ንወስድ ማለት እዩ ኣብ 36 ሰሙን ንወስዳ ስፔሲፊክሊ ኣክንዲ ከመይ ኣሎ እቲ ፍሎራ ናይታ ሰበይቲ እና ንሰድድ ኣብ ናይታ 36 ሰሙን ግሩፕ ቢ ስትራፕቶኮክስ ኣለዋ ዶ እዛ ሰበይቲ ኢልና ኢና እታ ንሰዳ ናይ ላቦራቶሪ ማለት እዩ እዚ ዓይነት ባክቴርያ ነታ ሰበይቲ ወላ ሓንቲ ሽግር የብሉን ወላ ሓንቲ ፀገም ኣይፈጥርን እዩ ንቆልዑ ግን ኣደ ክትሓርስ ኮላ ተሓሊፍዎም ፀገም ክፈጥረሎም ስለ ዝኽእል ኢና ኣለዋ ድዩ የብላን ኢልና ንሓትት ከምቲ ዝበልክዎ እቶም ዶክተራት ወሲዶም ካብኡ ናብ ላቦራቶሪ ንሰዶ ሽዑ ምስ ሰደድዎ እቲ ኔጌቲቭ ተመፅዩ እቲ ሪዛልት እዛ ሰብ እዚኣስ ከምዚ ዓይነት ባክቴርያ የብልናን ተኢሎምና ከምኡ ፅሒፍና ንሆስፒታል ንሰዶ እዛ ሰብ እዚኣ የብላን ኣንቲባዮቲክስ ኣየድልያን እዩ ንብሎም ወላ ብኖርማል ሓሪስ ግን ወላ ሓንቲ ፀገም የብሉን ናብቲ ቆልዓ ዝሓልፍ ወላ ሓደ ነገር የለን ማለት እዩ ኣብ ገሊኤን ኣንስቲ ግን ከምዚ ይጸንሕ፣ ኣብቲ ጥቓ ኣብቲ ቫጅናል ክናል ንብሎ ማለት እዩ ኣው ይርከብ እዚ ዓይነት ባክቴርያ ከምኡ ተሎ ቅድሚ ምሕራስ ግን ኣብ ሕርሲ መጺክን ናብ ሆስፒታል ምስ ከድክን ደም ኣንቲባዮቲክስ ንህበክን ማለት እዩ እዚ ኣንቲባዮቲክስ ነዚ ዓይነት ባክቴርያ የድክሞ ብጣዕሚ የድክሞ ማለት እዩ ሽዑ ክትሓርሳ ኮለኽን ቆልዓ በቲ ኣፍ ማህፀን ገይሩ በቲ ቫጅናል ካናል ክወፅ ከሎ ወላ ተሓለፎም ከምዚ ዓይነት ባክቴርያ ወላ ሓደ ሽግር ኣየምፃሎምን ኢንፌክሽን ኣይሕዞምን ምክንያቱ እቲ ባክቴርያ ወላ ሽሕ ግዜ ሓሊፎም ወላ ብዛ ኣፎም ተተንኪፎም በፍንጮም ክኣቱ ክእል ክንደይ ነገራት ወላ ብሕርሲ ማለት እዩ ወላ ተሓልፎም ነቶም ቆልዑ ኣይሕምሞምን ማለት እዩ ዝበዝሕ ግዜ ሕቶ ድሓታኒ ኣብ ክሊኒክ ኣንቲባዮቲክ ተወሲድናስ ነቲ ቆልዓ ይሃስዮ ዶ ኢለን እየን ድሓታኒ ኣይሃስዮን እዩ ምክንያቱ ወላ ኣብ ጥንሲ ከለክን እዚ ዩቲኣይ ድበሃል ካልእ ዝኾነ ኢንፌክሽን ተሒዝክን ናይ ግድን ኣንቲባዮቲክስ ኢና ንህበክን ካብቲ ድመፅእ ሳዕቤን ከምዚ ዓይነት ኢንፌክሽን ሒዝዎ ንቆልዓ በቲ ኣንቲባዮቲክስ ጌርና ካብዚ ዓይነት ፀገም ክን ፕሮቴክት ክንገብሮም ክንከላኸለሎም ይሓይሽ ሕጂ እዚኣ ተሪኢኽና ቆልዓ በቲ ኣፍ ማህፀን ክሓልፍ ከሎ እቲ ርእሲ ንታሕቲ ስለ ዘሎ ወላ ክበኽዩ ከለዉ ኣብቲ ወላ ኣብቲ ኣፎም ትንክፍ ተቢሎም ብኡ ገይሩ ክሓልፍ ድኽእል ባክቴርያ እዩ እዚ ግሩፕ ቢ ስትረፕቶኮከስ ዝበሃል ማለት እዩ ስለምንታይ ነዚኣ ንደፍኣላ እቲ እዚ ዓይነት ባክቴርያ ንቆልዑ ሓደ እቲ ናቶም ኢሚኒቲ ከምቲ ድድለ ሓይሊ ስለ ዘይብሉ ክበኣሶ ስለ ዘይክእል ናይ ኢንፌክሽን ክገብሩ ይኽእሉ እዮም ኢንፌክሽን ክብል ከለኹ ከም በዓል ሰብስስ ናይ ደም ኢንፌክሽን ብዙሕ ኣብ ሆስፒታል ከደቅሶም ድኽእል ከምኡ ክሕዞም ይኽእል እዩ ኒሞንያ ናቶም ሳምቡእ ክትንከፍ ይኽእል እዩ ከምኡ ተሎም ከዓ ምስትንፋስ እንተላይ ይስእኑ እታ ቀንዲ ተስጋእና ካብኡ ፕሮቴክት ክንገብሮም ንኽእል እቲ መነንጃይደስ ዝበሃል መነንጃይደስ ማለት ሕጂ እቲ ሓንጎልና ንዕኡ ድሽፍኖ ነገር ኣሎ ሕጂ ከምዚ ዓይነት ባክቴርያ ተሓሊፉ ናብ ቆልዑ ኣብኡ ኢንፌክሽን ፈጢሩ ድሓር ከምዚ ዲቨሎፕመንታል ድለይ ከምፃሎም ይኽእል እዩ ኣብ ከምዚ ገሊኡ ኬሰስ ከዓ በቲ ኢንፌክሽን በቲ ድመፅእ ዓይነት ቃንዛ ኣብ ነብሶም እቲ ነብሶም ክበኣሶ ስለ ዘይክእል በዚ ድመፀ ኢንፌክሽን ኣብ ሞት ድበፅሑ እውን ኣለዉ እቲ ሳምቦኦም ተተተንኪፉ እውን ምስትንፋስ ስኢኖም ኣብ ሞት ድበፅሑ ቆልዑ እውን ኣለዉ እዚ ክብል ከለኹ ከምቲ ዝበልክዎ ኣብ ዝበዝሕ ኣንስቲ ከምዚ የለን ሕጂ ኣብቲ ሰላሳን ሽዱሽተን ሰሙን ምስ ገበርናዮ እዛ ሰብ የብላን ከምዚ ዓይነት ባክቴርያ ኢሎም ምስ ሰዱልና ወላ ሓንቲ ሽግር የብሉን ከምዚ ኣለክን እንተኢሎምኽን ግን እዚ ናብ ቆልዑ ተሓሊፉ ምክንያቱ ኮንትሮል ክንገብሮ ይንኽእል ኢና ኣፎም ሃሃቢሎም ድም ክውለዱ ክበኽዩ ከለዉ ኩሉ ነገራት ኣሎ በት ብኡ ስለ ዝሓልፉ ደለዉ እታ ሓንቲ ነገር ንሕና ነቲ ቆልዓ ክንከላኸል ኢልና ክንገብራ ንኽእል እቲ ነቲ ባክቴርያ ደድክሞ ኣንቲባዮቲክስ ንህበክን ማለት እዩ እዚ ክብል ከለኹ ከማን ብከይን ኣይኮነን ብደም ስለምንታይ ንህበክን ቀልጢፉ ምእንታን ክሰርሕ ቀልጢፉ ኣድኪምዎ ምእንታን ክፀንሕ ነቲ ባክቴርያ እዚ ሕጂ ብ ወላ ሓንቲ ኮንትሮል ትገብሮ ነገር ኣይኮነን ባዕልኻ ትቕይሮ ነገር ስለ ዘይኮነ ኣብ ነብስና ዝፍጠር ዓይነት ባክቴርያ ስለ ዝኾነ ከምዚ ዓይነት ኣለክን ክብላኽን ከለዋ ነቲ ቆልዓ ብጣዕሚ ከምሕሞም ስለ ዝኽእል ክንከላኸል ኢልና ንገብሮ ነገር እዩ እቲ ኣንቲባዮቲክስ ከዓ ንቆልዑ ወላ ሓንቲ ሽግር ኣይፈጥርን እዩ ኢፍ ኤኒቲንግ ካብቲ ሪስክ እቲ ቤነፊት ይልዕል ምክንያቱ ናይ ደም ኢንፌክሽን ተገይሮም ሰፕስስ ናይ ሓንጎል ፀገም ተገይሮም ናይ ሳምቡእ ፀገም ተገይሮም ኣክንዲ ቆልዓ ወሊድካ ኣብ ሆስፒታል ምድቃስ ምታሽሙ ምግባር ከም ሓፍትኽን እዚኣ ኣብ 36 ስከብ 37 ደላ ሰሙን ጌርክን ከምኡ ተለክን ኣንቲባዮቲክስ ምውሳድ ይቐልል እብል ግን እቲ ምርጫ ናትክን እዩ ኣደ ንደፍ ደይ እዚ ፈሊጥክን ግን ስለምንታይ ይገብርዎ ኣለዉ ንክትፈልጠ ኢለ ዝሰርሐ እዛ ቪድዮ ከምቲ ኩሉ ግዜ ድብሎ ኮመንት ኮመንት ፀሓፍ ኣለ ብቲ ታሕቲ ዶንጌ ተመሊሰልክን ፕሊዝ ግዜ ሃባኒ ምስ ስራሕ ህይወት ቅርብ መሰጃት ስለ ዝበዝሓኒ መመሊስክን ተፅሒፍክና ለይ ተዘኪርክና ንከዓ ብሪከኣለኒ ይምልሰልክን ኣገን ብጣዕሚ ደበስክን ብሩክ ለይቲ